ሰላም ሰላም ሰላም ሰላም ኣምላኽ ንዓኻትኩም ይኹን ሓፍትኹም ምሕረት እየ ሎም መዓልትካ ከም ብሓድሽ ተመልሰኩም ኣለኹ ሓንቲ ንእሽተይ ሓሳባት ሒዘ ክትከታተሉን ከዓ ተስፋ ይገብር ከምቲ ኩሉ መዓልቲ ትገብሮ ሳብስክራይብ ላይክ ሼር ብምግባር ከዓ ተሓባበሩን ኢኹም ፕሊስ ላይክ ግበሩ ኢኹም ምክንያቱ ናብ ኩሉ ስለ ዝዝርጋሕ እቶም ሓደሽቲ ዝኾንኩም ፕሊዝ ሳብስክራይብን ላይክ እንዳገበርኩም እተው እቶም ትገብሩለይ ከዓ እቶም ኩልኹም ትከታተሉኒ ተባራትዖን እጆ ክትብሉኒ ከዓ ቴንክ ዩ ሶ ማች ላይክ ግበሩ ኢኹም ፕሊዝ ሰፖርት ግበሩኒ ሎም መዓልቲ ሓንቲ ንሽቲ ሓሳባት ሒዘ መፅ ኣለኹ እሳ ከዓ እንታይ እያ ትብል ዳርጋ ስኽሕክሕ ዝበላ ደቂ ኣንስትዮ እየን ስቲል ምስ ሓዳረን ዘለዋ ስቲል ኣብ ገዝአን ዘለዋ ስቲል ኣብ ኩሉ ዘለዋ እየን ማለት እዩ ብጣዕሚ እዩ ሕማቕ ዝስምዓካ ኣም ሶሪ ኣብ ዕስራን ሓደን ክፍለ ዘመን ወይ ከዓ ኣብ ትንቲ ፈርስት ሰንቹሪ ኣእዳዎም ኣብ ልዕሊ ኣሕዋቶም ኮምብሩ ወይ ከዓ ዝተሃራረሙ ኣለዉ ክትሰምዕ ሰብኡት ደቂ ተባዕትዮስ የሰንብደካ ማለተይ መጀመርያ ሓፍቶም እያ ካልኣይ ነገር ከዓስ ንሓንቲ ሓፍትኻስ ገለ ኣልዒልካ ክትሃርማ ወይ ኣይ ዶንት ኖው ኣነ ሰንቢደ ብዙሓት እየን ድድውላለይ ብዙሓት እየን ድረኽባኒ ብዙሓት ዝተሳቐያ ኣለዋ ብዙሓት ኣብ ሽግር ዘለዋ ኣለዋ ናይ ኣብ ውሽጠይ ክባደት ኣለኒ ናይ ብሓቂ ክባደት ኣለኒ ከቢድ እዩ ሓዳርኪ ግደፊ ክትብላ ንሓንቲ ጓል ኣንስተይቲ ኣይትኽእልን እዩ እንተኽኢልካ ገዛኻ ሓዚ ክሓልፍ እዩ ኣጆኺ እዚ ኢኻ ትብል ግን ገለገሊኡ ከዓ ደሰክሕ ክትሰምዕ ኮለካ ከዓ ትስንብድ ሎማዓልቲ ነዞም ኣሕዋትና ቁሩብ ክዛረብ ደልየ ካልኣይ ነገር ከዓ ከምዚ ኢልካ ኣእምሮኤን ናብ ካልእ ንክኾና ወይ ከኣ ልበን ብካልእ ንክውሰድሲ ምክንያታት ኣሎ ማለት እዩ። ደሓሬ ከኣ ሓንቲ ኣይኮነትን ወይ ከኣ ክልተ ኣይኮነትን ብዙሓት እየን። ብጣዕሚ እዩ ዝኸብደካ በቃ ዝተሃራረሙ እዚ ዝጸርፉኻ ዝቋየቑኻ እዚ ዋጋ ዘይህቡኻ ዝንዕቁኻ ብዙሓት እዮም እሱ ዋላ ሓንቲ ዋጋ ይብሉን ኢለን ግን ዝተሃራረሙ ሰብኡሲ ኣለዉ ዋ ኣነ ዓገብ እየ ክብል ብሓቂ ዓገብ ዓገብ እዩ ኣብዚ ዘመን እዚ ሲ ኣይኮነን ጓል ኣንስተይቲ ኣይኮነን ሰበይቲ ኣይኮነን ጓል ኣንስተይቲ ሲ እንስሳ ከማን ኣይትህረምን እያ እሞ ድማ ኣብ ወፃኢ እሞ ድማ ኣብቲ ዝማዕበለ ዓዲ እሞ ድማ ኣብቲ ክብረት ጓል ኣንስተይቲ ወይ ከዓ መሰል ጓል ኣንስተይቲ ዝተሓለወ ዓዲ ብጣዕሚ ካብ ዝገርም ኣነስ ኩሉ ግዜ ኣንፃር ደቂ ኣንስትዮ እየ ነይረ ምክንያቱ ካብ ገዛና ባልጃ ገይረን ሰጒጎናና ደለኹም ማለት ኣይኮንኩን ከምኡ ዘይጋጠመኩም የለኹምን ማለት እዩ ኣይኮንክን ግን ኣዚኹም ውሕዳት ከም ዝኾንኩም ርግፀኛ እዩ በዚ ሕጂ ክሰምዖ ከለኹ ማለት እዩ ከምዚ ገይረን ካብ ኣፍ ደገ ውፅኤናና ደቂ ደቅና ከሊኤናና ገለመለ ዝብሉ ብዙሓት ስለትሰምዕ በቃ እዘን ደቂ ኣንስትዮ ኣሕዋትናስ እንታይ እየን ኮይነን ኢልካ ትስንብድ ኢኻ ማለት እዩ ሕጂ ግና ናይ ብሓቂ ክሰምዖ ከለኹ ብሓቂ በቃ ደስ ዝብል ብሓቂ ዝበኽያ ብብኽያት ዝገልፆ ብፍላይ እዘን ካብ ካልእ ዓዲ ቅድሚ ሕጂ ሰሪሐዮ ኣለኹ ካብ ካልእ ዓዲ ተመርዒኽን ትመፃ ካብ ኣፍሪቃ ተመርዒኽን ዝመፃ ካብ ዝኾነ ተመርዕዮም ዘምፅኡኽን እቲ ሽግር ዘሎ ኣብ ልዕሌኽን እዩ ዝበላኒ እውን ኣለዋ ኣብፅሕለይ ኣብፅሕልና ነዘን መናእሰይ ኣሕዋትና ኣብፅሕልና ነዘን ናእሽቱ ኣሕዋትና ከምኡ ዘጋጠመን ሕጂ እውን ዘጋጥመን ዘሎ ኣብፅሕልና ዝበላ ሰባት ኣለዋ ኣብፅሕልና ኣብዚ ምስ መፃ እንታይ ክገብራ ከም ዘለዎን ወይ ክምርዓዋ ከለዋ እንታይ ክገብራ ከም ዘለዎን ሎመዓልቲ ግን ንሱ ይኮነን ኣርእስተይ ኣብፅሕልና ዝበላኒ ኣለዋ ስለዝኾነ ክምለሰኩም ይኽእል መዓልቲ ግን ነዞም ትተሃራረሙ ኣሕዋትና ብሓቂ ኣነ ምዝራቡ ጥራይ ከቢን ደሎ ብዙሓት ኣሕዋት እየን ድድውላለይ ዝኸበደን ከምዚ እዚ ቪድዮታት ክሰርሕ ምስ ረኣዮ ዝኸበደን ክብድ በለን በቃ ጓል ኣንስተይቲ ምዃንካ ኣዝዩ ዘፅላኣካ በቃ እሞ ብሓውኻ እሞ ተመርዕዩ እሞ ከዓኒ ፈትዩ ኣምፅኡ ኳሲ ኣብዚስ በትርን ምህራምን ምቁያቁን ምፅራፍን ዋጋ ዘይምሃብን ምዕፃውን በቃ ኣብ ምዕፋንን ኮይኑ እንታይ እንታይ ኮንኩም ኢኹም እንታይ እቲ ፀገም ናይ ርእሲ ፀገም ድዩ ዋላ ንሳተን ድየን ፀገም ንሳተን ፀገም ክኾና ኣይብልን እየ ምክንያቱ ሕጂ ዝመፃ እየን ቁሩብ ግዜ ዝገበራ እየን ነዊሕ ግዜ ዝገበራ ኣይኮናን ከምዚ ተለዊጠን ከምዚ ኮይነን ገለ ከይትበል ቆልዑ ዘለወን እየ እውን ጥኑሳት እየን እውን ካልኣይ ቆልዓ ዝወለዳ ሳልሳይ ቆልዓ ዝወለዳ ጥኑሳት እየን እውን ኣዴታት እየን ዋ ብጣዕሚ ብጣዕሚ ኣነ ሎ መዓልቲ ብጣዕሚ ሕማቅ ተሰሚዕኒ ነዚ ከምሳት ክዛረብ ብዙሕ ኣይፈቱን እየ ምክንያቱ ብዝተኻእለካ መጠንሲ ከመይ ጌርካ ሓዳር ትዕረ ከመይ ጌርካ ነገራት ይፅብቕ ከመይ ጌሮም ኣቦን ኣደን ኮይኖም ስድርኦም ደቀን የዕብዩ ዝብል ሓሳብ እዩ ኣነ ዘለኒ ብዝተኻእለኒ መጠንሲ እቲ ኣባይ ዝተገበረ ወይ ከዓ እቲ ዝተፈላለየሲ ናይ ፍታሕ ኣንፃር እየ ብሓፂሩ ዋላ እኳ ባዕለይ እንተለኹዎ ግን ደቂ ኣንስትዮ በቃ ደኺመን ተሃሪመን ኣካላዊ ማህረምቲ ኣነ ሓሳብ ኣይኮንኩን ድብል ዘለኹ ኣካላዊ ዋ እንተኾንክን ደይትኸዳ ዋላ መንግስቲ ደይትፅዋዓ ገለ ተበልካየን ገለገሊአን ገለገሊአን ኣብ ኮምታት ዝበፅሓ ኣለዋ ገለገሊአን ግን ይዕረዩ ዶ ኾኑ ናብ ፀገም ከይኣትዉ ኣብ መከራ ከይኣትዉ ሕጂ በቃ እስከ ንደቀይ ገለ ታሪኽ ሕማቕ ታሪኽ ከይገድፈሎም ኢለንሲ እንዳተቐጥቀጣ ዝነብራ ኣለዋ እንዳተሃረማ እንዳተጨፍለቓስ ዝነብራስ ኣለዋ ኣና ኣይምኻልክዎን ቅድሚ ሕጂ ኢለኩም እየ ኣነ ማንም ወዲ ማንም ኣቦኹን ገለኹን ኣይተዓደልኩን ኣቦይ ምስ ብሂወት ኣይነበረን ኣነ ክዓቢ ከለኹ ሓደ ወዲ ኢዱ ኣብ ኢዱ ኢዱ ኣብ ሂወተይ ኣንቢሩለይ ኣይፈልጥን እዩ እሱ ስለ ዝኾንኩ ከዓ ብጣዕሚ እየ እዚ ኤጌንስት ናይዚ ማህረምቲ ዶ ገለ ዶ ማህረምቲ ዝበሃል ርኤ ኣይፈልጥን እየ ኣይኮነን ማህረምቲ ሲ ከምዚ ዋላ ዓው ኢሎም ዝቋየቑ ዓው ኢልካ ዝቋየቕ እውን ኣይነበረን ብ- ብ- በደይ በሕዋትካ ተዘይኮይኑ ከም ኖርማል ሕጂ እንታይ ክብል ደለሲ ቅድሚ ነገራት ምብልሻው ቅድሚ ነገር ምትሕፋሕፋሓው ቅድሚ ነገር ምስ ተበሉ እስከ ተዕርዩ ወይ ኢለ እንድየ ግና እዘን ኣሕዋትና በቃ እንዳበኸያ እየን ዝውላለይ ደኺመን እየን ገሊአን ተሃረማ እየን ገሊአን ተፀረፋ እየን ገሊአን ድተንዓቃ እየን ገሊአን ከዓ መንነተን ስጋዕ ድፀልኣ ዝገበርወን እዩ ሰብ ኣይፈልጣን እየን ካብ ገዛ የውፅወንን እዮም ዕፅዋት እየን ምስ ወላ ሓደ ርክብ የብለንን ምስቲ ርክብ ነይርወን ዝተባህለ ሰባት ከማን ይቆርፅዎ እዮም መሓዛ ትኹን ዋላ ካልእ ትረፍሲ ዋላ ናይ ቴሌፎን ርክበን እዩ ዝተቆረፀ በቃ ክንዛረብሲ ኣይንኽእልን ኢና በቃ ኣነ ኣይርዳኣንን እዩ ምስ መን ዳኣ እየን እሞ ዳኣ ክውዕላ ብወላ ሓንቲ ርክብ የብልናን ብሓንሳብ ተኸይድና ከዓ ኣጋጣሚ ኮይኑ ሒዙኒ እንተኸይዱ ናብ ገለ ከዓኒ ኣእትው ኣቢሉ ቁሉብ ኣቢሉኒ እዩ ዝመፅእ ሓንቲ ክዕልል ዋላ ምስ ካልእ ኣዕ- ክን- ክን- ክንዕለልሲ ኣይንኽእልን ኢና እዚአን ሓንቲ ክልተ ይኮኑ እንድብለኩም ደለኹ ብዙሓት እየን ብዙሓት ደቂ ኣንስትዮ እየን ብጣዕሚ እየን ብዙሓት ደቂ ኣንስትዮ ርእሲ ኩላተን ይኽ ዝብል ሰሪሐሲ ብዙሓት ደቂ ኣንስትዮ እንታይ ርእሲ ኩላተን ደኣ ጭራ ኮይና ኣለና ወዲቕና ኣለና ዝብላ ባዕሎም ደቂ ተባዕትዮ እውን ክሰርሓሉ እዮ ነዚ እውን ንሳቶም እውን ርእሲ ኩላተን ክትብልሲ ንዓና ጭራ ጌርክና ዝበልኩም እውን ኣለኹም ክምልሰልኩም እየ ደሓነ ጭራ ኣይኮንኩም ኣይኮንኩም እንዲኹም ግን ሎም መዓልቲ እንታይ እየ ደልየ ፕሊስ ነሕዋትኩም ኣሕዋትኩም እየን እውይ ኣይትህረምወን ዋእ ጌጋ እዩ ኣታ ተራ ኣይፈልጥን እዩ እንደገና ከዓ እዘን ኩለን ዋላ ኣብ ሶሻል ሚድያ ወፅየን ድቋየቋ ዘለዋ ድፃረፋ ዘለዋ ዋላ ከምገለ ዓይነት ኮይነን ደለዋ ፀገም ዘጋጠመን ክኾና ኣለዋ ቀደም እንታይ ኮይነ እያ ከምዚ ትብል ስለምንታይ ኢና ንብል ነርና ሕጂ ግና ንፈርሕ ኣለና ኣነ ብዛ ሰዓት እዚኣ ይብላ ኣብዛ ሰዓት እዚኣ ከምገለ ኢለ ሶሻል ሚድያ እንተዝመፅእ ከምገለ ኢለ ከምገለ ተዝብልሲ ፅልልቲ ከምዝኸውንስ ርግፀኛ እየ ስጋዕ ዝበላ ኣለዋ ትህረም ጓል ኣንስተይቲ ጓል ኣንስተይቲ ትህረም ብጣዕሚ ደቂ ብጣዕሚ በቃ ክቡራት ደቂ ኣንስትዮ እየን ከዓ ብጣዕሚ ናይ ሓዳር ሰባት እየን ኣነ ንመን እዛረብ ኣለኹ ኣይፈልጥን እየ ዋላ እተን ዝብላኒ ሰባት እተን ድዕልላኒ እውን ኣይፈልጠንን እየ ኣይፈልጠን ኣይጥይቐን ኣብ ዘለዋ እውን ክብለን ኣይክእልን እየ ግን ሰባት ደቂ ኣንስትዮ ይማረራ ኣለዋ ስምዒተን ሞራለን ዓቕመን ተሰይሩ በቃ ኣጎብዚ እንከዓ ክትሰምዖ እንከለኻ ካብ ኣፈን ዝወፅእ ቋንቋ መቸም ንመፃኢ ምሳኹም እንተልየን ክህልዋ ድየን እንተልየን ዕድለኛታት ኢኹም ምስአን ክትነብሩ እሞ ሒዝኩመን ክትነብሩ ክቕይራኹም ተታሒዝኩም ክትቅየሩ ማለት እዩ እንተ ተለጊሰን ካባኹም ከዓ ሰባት ከም ዝኾና ሚኢት ካብ ሚኢት እየ ድኣምን ምክንያቱ ቋንቋአን ኣዘራርበአን ዓቕመን ሓይለን ብጣዕሚ ንፍዓት እየን እሱ ስለዝኾንኩ ከዓ እዮም ክበልፀኹም ከም ዝኽእላ ስለትፈልጡ ከዓ ኢኹም ትጭቁንወን ዘለኹም ትደፍእወን ዘለኹም ኣብ ዓዲ ኣብ ዓዲ ኣብ ዓዲ ሕጊ እየን ዘለዋ ኣብ ዓዲ ሓርነት እየን ደሎ ኣብ ዓዲ ነፃነት እየን ደሎ ኣብ ዓድና ሎሚ ከምኡ ገይራ ብበትሪ ትስበር ትህረም ሰበይቲ የላን የላን እመኑኒ የለን ከምኡ ዝበሃል የለን ሎሚ ደሓር ከዓ ኣብዚ ግዜ እዚ ከመይ ገይሩ ይገብረልኩም ከ እንደገና ከዓ ገሊአን ጥኑሳት ገሊአን ቆልዑ ዘለዎም ገሊአን ኣብ ቂድሚ ቆልዑኦም ኣብ ቂድሚ ደቆም ኣብ ቂድሚ ደቆም ሲ ነንስቶም ደሃርሙ ከን ኢማጅን እቶም ቆልዑ ኣብ ልዕሊኹም እንታይ ክሕድሩ እሞ ኣብዚ ዘመን እዚ እሞ ከዓ ኣብዚ ወፃኢ ይርዳእኩም እንታይ ከም ዘሕድሩ ብ ልዕሌኹም ኣይትርእይዎምን ኢኹም ደቅኹም ትብሉ ትኾኑ ምናልባሽ ምስ ዓበዩ ደቀይ ክደልዩኒ እዮም ኣይደልይኹምን እዮም እዚ ክነግረኩም እደሊ ኣፀቢቐ ክነግረኩም እደሊ ኣፀቢቐ ደቅኹም ምስ ዓበዩ ክደልዩና እዮም ደቅና ናበይ ከድከዱ ትብሉ እንተሊኹም እሞ ሕጂ ኣብዚ ትብድሉ እንተለኹም እሞ ደቅኹም ርኢኹም እንተደሃልዩ ደቅኹም ኣይ ክትርእይዎምን ኢኹም እመኑኒ እዚ ኣርጊፀ እየ ዝነግረኩም ዘለኹም ቆልዓ ንእሽተይ ከሎ ን- ህፃን ከሎ ቆልዑት ከለዉ እንተ ደኣ ብስርዓት ፍቕሪ ናይ ኣቦኦም ፍቕሪ ናይ ስድርኦም ኩነታት ሪኦም ፅቡቕ እንተዘይዓብዮም ደሓር እዚ ዓሰርተ ክልተ ዓመት ምስ ከደ ዓሰርተ ሓደ ዓመት ዓሰርተ ኣርባዕተ ዓሰርተ ሽዱሽተ ካብኡ ንኔው ደሎ ኣይደልየካን እዩ ዋላ ብወርቂ ለጥፋ ዋላ ብመኪና ግበረሉ እንተ ደኣ ንእሽተይ ኮሎ ደየዕቢኻዮ፣ እንተ ደኣ ንእሽተይ ኮሎ ደይሓቚፍካዮ፣ እንተ ደኣ ንእሽተይ ኮሎ ኣብ ልዕሊ እዲኡ ግፍዒ እንዳ ረኣየ ዝዓቢ ሃልዩ፣ ኣብ ልዕሊ እዲኡ ማህረምቲ እንዳ ረኣየ ዝዓቢ ሃልዩ፣ ኣብ ልዕሊ እዲኡ መንዓቕቲ እንዳ ረኣየ ዝዓቢ እንተ ደኣ ሃልዩ፣ ውላድኩም ኣይትረኽቦምን እብለኩም ኣለኹ። ሰላም ቻው ክብልኹም ውን ይኽእሉ እዮም፣ ግን ኣይደልኹምን እዮም። ክሰምዑኹም ኣይደልዩ፣ ክርእዩኹም ኣይደልዩ። ተጠንቀቑ ኣቦታት ክኾኑልናሲ እቶም ደቅኹምሲ ኣቦታት ክኾኑ መታንሲ ተጠንቀቑ ተጠንቀቑ እየ ክብለኩም ደልየ ክቡራት ደቂ ተባዕትዮ ኩልኹም ኣይኮንኩምን መዓት ኣለኹም ክቡራት ክመፀኩም እየ መዓት ኣለኹም ኣዋርቕ መዓት ኣለኹም ኣጓብዝ መዓት ኣለኹም ኣብ ናይ ኣደ ቦታ ኮንኩም ከማን ደቅኹም ተዕብዩ ብዙሓት ኣለኹም ሕጂ ንዓኹም ክሃርም ኢለ ኣይኮንኩን ግን መብዛሕትኦም ደቂ ተባዕትዮ ሕጂ መብዛሕትኦም ክብል ደፍሬ ብዙሓት እዮም ምክንያቱ ብዙሓት ደቂ ኣንስትዮ እየን ድድውላለ ብዙሓት ደቂ ኣንስትዮ ንንውዕ ዝበለ ሰዓታት እየ ደዕልለ ደዕልለን ከዕልለን እውን ኣይሰምዐን ጥራይ እየ ኤክስፕረስ ክገብራ በቃ እንድዒ ከውፀኦኦ ብጣዕሚ ኢኻ ዝስንብድ ኣነ እንታይ ድብሎ ይጠፍአና ኣነ ዋይ ደቀይ ተዝኾና ወይ ከዓ ኣነ እንተዝኸውን ኣካውንት ኣነ ኣይ- ኣይፃወሮን እየ እዚ ማህረምቲ ገለገለ ዝበሃል ኣይፃወሮን እየ ሕጂ እንታይ ክብለኩም ደልየ መስለኩም ደቂ ተባዕትዮ ተጠንቀቑ ገለገሊኤን ከዓ ኣይንፈልጦምን ኢና ተመርዕዮም ኣምፅኦምና ክመፀክን ይካል መዓል ተመርዕዮም ኣምፅኦምና ወሊድና ፀኒስና ኣይንፈልጦምን ኢና ክልተ ደቂ ሰለስተ ደቂ ኣርባዕተ ደቂ ዘለዎን ከዓ ኣሎ ኣይንፈልጦምን ኢና ምሸት ይኣትዉ ንጉሆ ወጹ ንሕና ኣይንፈልጦም ደቆም ኣይፈልጥዎም ሒዝናዮም ባዕልና ንኸይድ ሒዝናዮም ባዕልና ንመጽእ ባዕልና ትምህርቲ ባዕልና ስፖርቲ ባዕልና ገለ ባዕል እቲ ኩሉ ዝግበር ኣብ ሂወቶም ከምዘን ሲንግል ማም ዝኾና ከምኦም ኮይነን ባዕለም የዕብዮ ኣብ ሰብ ምስ ሰብኡት ሰብ ኣንስቲ ሓዳር እንዳተባህላሲ ሲንግል ምንም ኣንስቶም ደይፈልጣ በቃ ድሓን ከምኡ ኢሎም ድሓን ኩሉ ሓደ እቶም ቆልዑ እንተልዩ እንተርእዎም እንተደይርእዎም ኣልሚኖ ብሓንሳብ ኣለና ኣቦ ኣሎ ኢልና ናዕቢ ካልኣይ ነገር ከዓ ንገብሮ ነገር እውን ሓንቲ የለን በዓል ፍለጥ በቃ እንታይ ደኣ ክንገብር ብላ ሲንግል ዘይኮና ከለዋ ሲንግል ድኾና ሰብ ሓዳር እንዳተፀዋዓ ከለዋ ሲ ሲንግል ማም ከም ሲንግል ማም ዝብል ቅድሚ ሕጂ ዝተዛረቦ ዝተዛረበ ሓደ ሓዊ ኣሎ ክምልሰሉ እየ ንዕ ክምልሰሉ እየ ንዕኡ እውን ሲንግል ዝኾና ኣዴታት ኣለዋ ሲንግል ዝኾና ደቂ ኣንስትዮ ኣለዋ መናእሰይ ከኣየን ብዙሕ ትፅበየን ዘሎ ብዙሕ ኣብ ቅድሚኤን ዘሎ ብዙሕ ዘለዎን ቆልዑ ዘለዎን ብርቱዓት እየን ከ ተማሂረን ከድምዓ ዝኽእላ ሰሪሐን ከድምዓ ዝኽእላ በቃ ኩሉ ክገብራ ዝኽእላ እየን ኣዝየን ጀጋኑ ደቂ ኣንስትዮ እየን ክንደይ ኢኽን ከደለኽን ሕጂ ከምዚ ዓይነት ዘለኽን እዚአን ዘን ዝረኸብክወን እየን ክንደይ ደቂ ኣንስትዮ ኣለኽን ደይ ደይረኸብኩን ወይ ከዓ ደይሰማዕኩን ክንደይ ደቂ ኣንስትዮ ኣለዋ ኣብ ገዛእ ገዝአን ሲንግል ዝኾና ሰብ ሓዳር በሃላ ሽም ዘለወን ኣርእስቲ ዘለወን ሌበል ዘለወን ግን በይነን ሲንግል ዝኾና ደቆም ዘይፈልጡ ረስፖንሳብሊቲ ዘይብሎም እንታይ ይገብሩ ኣለዉ እንታይ ይበልዑ ኣለዉ እንታይ ይሰትዩ ኣለዉ እንታይ ይመሃሩ ክንዲ ምንታይ እዮም ንፉዓት ኣበይ በፂሖም ኣለዉ ገለ ዝብል ሲ ዘይብሎም ገለ ገሊኦም ሲ ነተን ኣንስቶም ክሕርቑ ክብሉ ድዮም ዋላ ገለስ ብዛዕባ ደቆም ዕጅብ ዘይብሎም ኣብ ደገ ዝሓድሩ ኣብ ደገ ዝበልዑ ናይ ገዝኦም ምግቢ ዘይጥዕሞም ምክንያቱ ናይ ደገ ለሚዶም ጥብሲ ለሚዶም ቁልዋ ለሚዶም ናይ ገዝኦም ኣይጥዕሞምን እዩ ናይ ገዝኦም ምግቢ ሲ ተሰርሐ ስታ ስቤት ንዝሰርሓቶ ክበልዑ ኣይክእሉን እዮም ምክንያቱ ኣይጥዕሞምን እዩ ቁልዋ እዮም ለሚዶም ዝሰርሕዎ ሬስቶራንት እዩ ዝሰርሕዎ ንእንዳ ምግቢ እዩ ተጠንቀቁ እንታይ እንታይ እሞ እዩ ክትዓብዩ ኢኹም ክትኣርጉ ኢኹም ወላ ሓንቲ መወዳእታ እኮ ወላ ሓንቲ ካልኣይ ነገር ከዓ ምሳኹም ዝነበራ ናይ ቀደም ኣንስቲ ናይ ቀደም መሓዙት ናይ ቀደም ኣዕርኽቲ ወይ ክትምርዓወን ነይሩኩም ኣዕርኽትኹም ዝነበራ መዛውርትኹም ዝነበራ መኻይድኹም ዝነበራ ወይ ንዕአን ተመርዒኹም ንካልእ ዕድል ሰብ ከይሰበርኩም ናይ ካልኦት ደቂ ኣንስትዮ ሂወት ከየባላሸኹም ከየብከኹም ንዓታተን ደይትምርዓወን ነበርኩም ንሰን ከዓ ኩሉ መዓልቲ ኣብ ጎድንኹን ኣለዋ ኣብ ጎድንኹም ኣለዋ ሒዝኩመን ትመፁ ሒዝኩመን ትኸዱ ሕቡኣት ሕቡኣን ደቂ ኣንስትዮ ከዓ ኣለዋ ብድሕሪት ከዓኒ እታ ኣብ ገዛ ዘላ እታ ተመርዕያ ዝመፀት እታ በዓልቲ ሓዳር እታ በዓልቲ እታ በዓልቲ ቃል ኪዳን እታ ክትኮነኒ ኢልካ እንታ እንታይ ክትገብር ኣምፂእካያ ዋን ሕቶ ኣለኒ ወረ ለይቲ መርዓዋ እታ ምሳኻ ዝነበረት እታ ምሳኻ ትዘውር ዝነበረት ቁም ነገር ከም ዘይብላ ፈሊጥካ ዋጋ ከም ዘይፍላ ፈሊጥካ ካልእ ኣምፂካ ስቲል ከዓ ምስኣ ትኸይድ ዋይ ወይ ከዓ ምስኣ ትኸዱ ምክንያቱ እሳ ገፅ ፊት ንፊት እያ ክትቃወመካ ንሳ ጠጠው እያ ክትብል ታርማይ ትኽእልን ኢኻ እዚ ግበሪ በዚ እተው በዚ ወፅ ክትብለካ ክትብላይ ትኽእልን ኢኻ ምክንያቱ ንሳ ምሳኻላ ንነዊሕ ግዜ ፀኒሓ እያ ከምዘይ ትሰማማዓካ ፈሊጥካ ኢኻ እንታይ ክትከውን ዲኻ ምፂኻ ነቲ ሓፍትኻ ነታ ንእሽተይ ዓብ ሰብኣይ ጓል ዕስራ ዓመት የምፅእ ዓብ ሰብኣይ ጓል ዕስራን ሓሙሽተን ዓመት የምፅእ ከማኻ ዝኾነ ኣደይ ትመርዖ ክትወልደልካ ክትዝምደልካ ኢልካ ከምጺእካያ ኣትሊስት ክቢርካ ሓዛ ግደፍዎ ዝሃርመካ እንደገና ከዓ እሱ ጥራይ ዘይኮነ ከዓ ንሂወተይ እየ ዝፈርሕ ኣይገብሩን ከዓ ማለት ኣይኮነን ክንደይ ደይ ተቐትላ ኣሕዋትና ክንደይ ደይ ተቐተላ የለዋ እንዴ ንሂወተንሲ ኣብ ፍርዓ ምንታይ ከም ደእትዋ ዝጠፍአን ደቂ ኣንስትዮ ብዙሓት እየን ኣነ ሎማዕንቲ ነግረኩም ኣለኹ ነግረኩም ኣለኹ ኩሉ ሰብ እስማዕ እዮ ንህይወተንሲ ፈሪሐን ንህይወተንሲ ሓቒፈንኣ ከብደንሲ ቁሪን ማይ ኣትይዎ ፍርሒ ኣትይዎ ዝነብራ ደቂ ኣንስትዮ ከዓ ብዙሓት እየን ሎሚ ዶ ፅባሕ ዶ ድብላ ፅንሒ እንዳበሉ ኣይገድፈክን እየ እንዳበሉ ክቐትለኪ እየ እንዳበሉ መውፃፎምሲ ክቐትለኪ እየ እንታይ ከይ ክቐትለኪ እየ እንታይ ኢኸ ትቕትለት ወንተ ጊራትካ ኣይትደልያን ስጎጓ ኣውፃእየ ካብ ገዛኻ ኣይደልየክን እየ በላ ኣምፅኤኪ እየ ሕጂ ግን ኣይደልየክን እየ ንዒቐኪ እየ ዋላ ዋላ ፀሊኤኪ እየ ዋላ ሓንቲ የብልክን ንስኺ ሕማቕ እየ ክበላ ዋላ ኣይተፈራርሓያ ኣስጋኢ እዩ እዚ ንሂወት ዋላ እዩ ስጋኢ ብጣዕሚ እዩ ስጋኢ ብጣዕሚ እዩ መፍርሒ ኣበይ ኣበይ ኣላ በቃ ወይልኺ ብጣዕሚ ብፍርሒ ዝነብራ ደቂ ኣንስትዮ ኣዝየን ብዙሓት እየን ኣዝየን ብዙሓት እየን እንተዘይትደልይወን ኮንኩም ከዓ ፀገም የለን ከም ድላይኩም ክትኮኑ ትኽእሉ ኢኹም። ዘይትደልይዎ እንተኾይንኩም ከኣ ኪድለይ ኣይደልየክን እየ ልገስለይ በልወን። ኣይተፈራርሐወን ከኣ። ስለ ዝኾነ ኩልኹም ኣይኮንኩምን ደቂ ተባዕትዮ ተጠንቀቑ ኣነ ዝብሎ ዘለኹ ፈልጥ እየ ኩልኹም ኣይኮንኩምን ሕጂ ፀገም እዚ እዩ ዘሎ ንኩሉ ደቂ ተባዕትዮ ከምዚ ኢልካ ክትዛረብ ከለካ ከምኡ ኩሉ ኣይኮነን ኣይኮኑን ኣይኮኑን ኣይኮኑን ኣይኮኑን ኣይኮኑን ብዙሓት ኣለዉ ደቂ ተባዕትዮ ብዙሓት ከመይ ዝኣምሰሉ ኣቦታት ክቡራት ብጣዕሚ ዝከናኸኑ ብጣዕሚ ካብ ሂወቶም ንላዕሊ ንደቆም ዝሓልዩ ነንስቶም ዝሓልዩ ንሓዳሮም ዝሓልዩ ብዙሓት እዮም ሬስፖንሳብሊቲ ዝወስዱ ብዙሓት እዮም ንዓኹም ኣይኮንኩም ኣሕዋተይ ብሊስ ተረድኡኒ ግን ኣሕዋትኩም ዝህረማ ኣለዋ ግን ኣሕዋትኩም ዝበኽያ ኣለዋ ግን ኣሕዋትኩም ዋላ ሽግረን ንኣሕዋተን ከይነግራ ዝደልያ ኣለዋ ገለገሊአን ባዕለን ስለ ዝገበሮ ባዕልኺ ጌርክዮ ስለ ዝበሃላ ስለ ዝኾነ ተጠንቀቑ ተጠንቀቑ ተሓቂ ኣሕዋትኩም እየን ኣቱም ኣሕዋትኩም እዮም ትፈልጡ ዲኹም ብሓንሳብ ትኾይንኩም ክንደይ ፊውቸር ከም ዘለኩም ንደቅኹም ከተዕብዩ፣ ሓዳርኩም፣ ገዛኹም ክትገብሩ፣ በቃ እቲ ከተጥርይዎ ትደልዩ ሓቢርኩም ክትገብሩ እንተዘየሎ እኮ ኪነሚን ኢኻ ትኸውን። ኪነሚን በቃ ኣይትብላዕ ኣይትስተ ኪነምን እቲ ሰብኣይ ከምኡ ኪነምን ዳሓዝካዮ እንደረምሰስካዮን ምስ ጠፍአ እታ ሰበይቲ ውዒላ ሓዲራ ትኾኖ ኣይስእናን እዩ መጀመርያ ደቂ ኣለዋ ዝወለደቶም ንዕኦም እንዳረኣየት ንዓለም ክትምእታ መፃኢ ክትርኢ እያ መፃኢ ኣለዎ ኣብ ኢዳ ወርቂ ኣልማዝ ሒዛ ኣላ ደቃ ሒዛ ኣላ እስኻ ግን ዕኒኒ ኢኻ ክትብል ወይ ናይ መስተ ክትከውን ኢኻ ወይ ናይ ገለ ክትከውን ኢኻ ወይ ናይ ገለ መለ ክትከውን ኢኻ ካብ ገለ መለ ምዃን ሓቢርካ ምስ ሓዳርካ ኮፍ በል ስለዝኾነ ተሓጋገዙ ሓግዝወን ኣሕዋትኩም ካብ ኣብትን ኣብትን ምብፃሕ ቆልዑ ኣለዉ ክልተ ሰለስተ ቆልዑ ደቅኹም ኦ ማይ ጎድ ኣበይ ክትረኽብዎን ኢኹም ኣበይ ክትረኽብዎም ፀላኢ ናብ በተና ኣይትበታትንዎ ስለዝኾነ ሓዳርኩም ግበሩ ተመለሱ የቐንየለይ ስለዝሰማዕኩምኒ በቃ ኣብ ዝመፅእ ግዜ የራኽበና።